Imagine ጃልባ ኣብ ባሕሪ ብዘይ ኮምፓስ ሰብ ድማ ኣብ ሂወቱ ብዘይ ፕላን ዝጓዓዝ ሰብ ሓደ ዩ ምኽንያቱ ወይ ናብ ካልእ መንገዲ ትኸይድ ወይ ድማ ናብቲ ዝሓሰብካዮ መንገዲ ከይበጻሕኻ ትተርፍ ማለት ዩ so ሎሚ ከመይ ጌርና ፕላን ናትና መዓልታዊ ሰሙናዊ ወርሓዊ ከምኡ ውን ዓመታዊ ፕላን ናትና ንጽሕፍ በቲ ዝጸሓፍናዮ ድማ ናብ መንገዲ ዓወት ንኸይድ so let's go ቀዳመይቲ ክንጅምራ ዘለና ናይ ወርሓዊ ፕላን ከመይ ጌርና ሕጂ ኣብ መጋቢት ስለ ዘለና ከመይ ጌርና ኣብቲ ዘለናዮ ወርሒ መጋቢት ንጅምራ ማለት ሎሚ ካብ ሶኒ ይጅምር ማለት እዩ ሶኒ ወርሓዊ ስለ መጋቢት ስለ ዝኾነ ሕጂ ከመይ ጌርና ንገብሮ ናይ ግድን ከመይ ጌርካ እቲ ሶኒ ክትገብሮ ዘለካ ሶኒ እቲ ወርሒ ሓደ ክትገብሮ ዘለካ ምናልባት ኦንላይን ክላስ ይህልወካ ወይ ድማ ሶለስ ኮለጅ ወይ ድማ ዝኾነ እቲ ንዓኻ ዘድልየካ ነገር ብከምዚ መንገዲ ክትጽሕፎ ማለት እዩ እንታይ ክትገብር ዘለካ ክሳብ ዕለት ሰላሳን ሓደን መዓልታዊ ስለ ዝኾነ ክሳብ ዕለት ሰላሳን ሓደን ጽሕፎ ሕጂ ኣብቲ መንጎ ዘሎ ምናልባት ሕጂ ዕስራን ኣርባዕተን ኤግዛም እንተልይካ ኤግዛም ናይ ግድን እቲ ንኽትዝክሮ ናይ ግድን እቲ ሙሉ መዓልቲ ክትገብሮ ዘይኮነ ከመይ ጌርካ እቲ ኣገዳሲ ዝኾነ ምናልባት ኤዲት ድኣ ክትገብሮ ወይ ድማ ኤግዛም ድኣ ክህልወካ ወይ ድማ እቲ ንዓኻ ኣገዳሲ ዝኾነ ነገር እዚ ኣብዚ ጽሓፎ እዚ ሕጂ ካብ ሶኒ ክሳብ ሰንበት ኢልና ንጽሓፎ ዕለ ክሳብ ዕለት ሰላሳን ሓደን ማለት እዩ። ሕጂ ኣብ መንጎ እቲ ንዓኻ ኣገዳሲ ዝኾነን ምናልባት ኣብ መንጎ ኤግዛም ይህልወካ ነቲ ኤግዛም ክትብል ንዕኡ ክትጽሕፎ ማለት እዩ እዚ እቲ ናይ ወርሓዊ እንገብሮ ማለት እዩ ኣብ ኣብ ወርሒ መጋቢት ዘድልየና ዓወታት ከመይ ጌርና ኢና እቲ ዓወታት ክንረኽቦ ንኽእል ምናልባት ኬርየር ጎል ኣብዚ ናይ ወርሒ መጋቢትሲ እንታይ ክገብር ኣለኒ እንታይ ዓይነት ክወስድ ኣለኒ ምኽንያቱ ሕጂ ኣነ ምናልባት ላይሰንስ ክወስድ ወሲደ ኣለኹ ላይሰንስ ኦንላይን ክላስ ምናልባት ዝጀመርኳ እንተኾይነ ኦንላይን ክላስ ክውድኣ ብዙሕ ሳብስክራይብ ንክገብር ብዙሕ ክፅዕት ካልእ ሓድሽ ቪድዮ ሓድሽ ቪድዮታት ንክገብር ከምኡ እውን ናይ ጥዕና ዓወታት እንታይ እንታይ ጥዕና ንዓኻ ሓጋዚ ዝኾነ ምናልባት መዓልታዊ ኤክሰርሳይስ ምግባር፣ ኣብ ገዛ ጥራይ ምብላዕ፣ ምናልባት ደገ ትበልዕ እንተኾይንካ ኣብ ገዛ ንኸቲ ዓወታት ናትካ እቲ ጎልስ ናትካ እንታይ እዩ ንደገ ከይካ ንኸይትበልዕ መዓልታዊ ኤክሰርሳይስ ንኽትገብር ጽቡቕ ቦዲ ንኽህልወካ ብዙሕ ማስል ንኽህልወካ ብኸምዚ ድማ ከምኡ ውን ገንዘብ ገንዘብ ከመይ ጌርካ ብዙሕ ሴቭ ንኽትገብር ንኽትመሃር ወይ ድማ ኢንቨስት ንኽትገብር ከምኡ ውን ኣብ ንነብስኻ ኢንቨስት ንኽትገብረላ ሰልፍ ኬር ብዙሕ ማይ ምስታይ፣ ብዙሕ ስኪን ኬር፣ ቦዲ ኬር ብኸምዚ ድማ እንታይ እዩ እቲ ዓወታት ናትካ ንኣብ መጋቢት ንኽትገብሮ ሕጂ ኩሉ ግዜ ክትርእዮ ከለኻ ዋው ኣነ እዚኣ ሕጂ ላይሰነስ ክወስድ ኣለኒ ምኽንያቱ ኣብ መጋቢት ስለ ዘለኹ ናይ ግድን ላይሰነስ ክወስድ ኣነለ ኢልና እቲ ጎልስ ናትና ብኸምዚ ንጽሕፎ ማለት እዩ እተን ዝተረፋ ከኣ መጻሕፍቲ መጻሕፍቲ ምናልባት እቲ ዘንብቦ መጻሕፍቲ ክንደይ ዘንብቦ ኣለኒ ኣብዚ ወርሒ ሰለስተ መጻሕፍቲ ከንብቦ እየ

ካብኡ ሓሊፍና ወጻኢታት ኦኬ እዚኣ እታ ቀንዲ ንዓና ኣገዳሲት እትኾነና ሕጂ ምናልባት ናብታ ቀዳመይቲ ንምጻእ ወጻኢታት ኤክስፐንሰስ ነምጽኦ ዘለና ምናልባት ሎሚ እንታይ እንታይ ዘይገዛእኹ ምናልባት ሎሚ እንተገዚእኻ ነዚ ሓንቲ ገዲፍካ ነዞን ክልተ ዕለት ክልተ እንተዘይገዚእኻ ነዚኣ ኣኽብብ ተብላ ስለ ዘይገዛእኻ ሕጂ ዕለስለስ ዝበዚሃ ልዕሊ ዓሰርተ ሓደ እንተዘይገዚእኻ ነተን ክብ ጌርካለን ዘለኻ ዘይገዛእኻለን እንታይ ዓይነት መግቢ ይኹን ካብ ደገ ገንዘብ ኮምፕሊትሊ ካብ ጁባኻ ዘይወጸ ኣብ መዓልቲ እዚ እዚ ኣኽቢበሉ ዘለኹ መዓልቲ ምናልባት ንዓኻ ገንዘብ ዘይወጸልካ ሕጂ ክንደይ ኣውጺእኻ ዘለኻ ውን ናብዚ ተምጽኦ ማለት እዩ ሕጂ ምናልባት ገዛ ክራይ ትኸፍል ኦንላይን ክላስ ናይ ክላሰስ የድልየካ ኢንተርነት ላይብረሪ ናይ ጂም የድልየካ ናይ መግቢ ናይ ኮለጅ እዚ ኩሉ ድማ ኣብ ታሕቲ ጌርካ ኤክስፐንስስ ዝገዛእካሉ ዝገዛእካሉ ታሕቲ ገዚእኻ ድምር ውጺኢት ድማ ክንደይ ከም ዝመጸልካ ትጽሕፈሉ ማለት እዩ እዚ እቲ ወጻኢታት ንዓና ኣገዳሲ ዝኾነ ነቲ ገንዘብና ንኽሕዘልና ዓቢ ኣገዳሲ ባእታ ክፈጥረልና ስለ ዝኽእል ብኽምዚ መንገዲ ነተን ዘይገዛእናየን ብኽቢ ነብለን ነተን ዝገዛእናየን ድማ ኣብዚ ታሕቲ ንጽሕፈን ማለት እዩ ካብኡ ሓሊፍና ድማ እንታይ እዩ ወልፍታት ወልፍታት ንኣብነት ዕስራን ሓሙሽተን ገፅ ምንባብ መዓልታዊ ሕጂ እንታይ ክንገብሮ ኣለና ካብ ዕለት ሓደ ክሳብ ዕለት ሰላሳን ሓደን ንጎኒ ንፅሕፎ ሕጂ ምናልባት ዕስራን ሓሙሽተን ገፅ ሎሚ ፅሒፈዮ እንተኮይነ ሎሚ ኣንቢበ እንተኮይነ ጀስት ራይት ዕለት ሓደ ማለት እዩ ዕለት ሓደ ምሕንባስ ምሕንባስ ሎሚ እንተዘይ ጌረ ወይ ድማ ጂም እንተኸይደ right ምናልባት ድቃስ ሎሚ ቀልጢፈ ተሲኤ ወይ ድማ ቀልጢፈ ደቂሰ እንተኾይነ just right ኣብ ገዛ ኣብ ገዛ ምብላዕ ሕጂ ምናልባት እቲ ወልፍታትካ ናትካ እዩ በዚ ትጽሕፎ እቲ ዝኾነ ነገር ናትካ ወልፊ በዚ ጎኒ ትጽሕፎ በቲ ዝገበርካዮ ድማ እንታይ እዩ just right ምናልባት ኣብ ገዛ ሎሚ እንተዘይ በሊዐ X ኣይበላዕኹን ኣብ ገዛ ሎሚ ኣብ ደገ እየ በሊዐ ከምኡ ክትብል ከለኻ ሕጂ ንዓኻ ብዙሕ እቲ ዝገበርካዮን ዘይገበርካዮን ንኽትፈልጥ ብዙሕ ሓገዝ የምጸልካ ማለት እዩ። ኣብ ገዛ ምስታይ ገዜኻ ኣብ ገዛ ሰቲኻ ኣለኻ ወይ ድማ መጽናዕቲ ኣብ ገዛኻ ጌርካ ኣለኻ ወይ ድማ ናብ ካልእ ኸይድካ መጽናዕቲ ኣካይድካ ኣለኻ online course ሕጂ ዝኾነ ነገር እቲ ንዓኻ ምናልባት ዘይገበርካዮ just ኤክስ፣ X፣ ግበሮ፣ ነቲ ምናልባት ዘይገበርካዮ እንተ ዄንካ፣ X፣ ዝገበርካዮ እንተ ዀይኑ ኸኣ፣ Right፣ ብኸምዚ ኽትገብሮ ኸለኻ እንታይ እዩ እቲ ንስኻ እትገብሮ፣ እቲ ንስኻ እቲ ወልፍታት ናትካ እንታይ ከም እትገብር ዘለኻ ይሕግዘካ ማለት እዩ። Let's go! ኦኬ፣ ሕጂ ኣብዛ ወርሒ መጋቢት ዝገበርናየን፣ ዓወታት ወይ ድማ ቀዳመይቲ ሰሙን ሕጂ ኣብ ቀዳመይቲ ሰሙን እንታይ ጌርና ኣለና ምናልባት ኣነ ሕጂ ቪድዮ ክገብር እየ ሓደ ቪድዮ ክገብር እየ ኤዲት ምግባር ኦንላይን ኮርስ ኦንላይን ምምሃር ወይ ድማ መጻሕፍቲ ሓደ መጽሓፍ ኣትሊስት ናይ ሰሙን ወይ ድማ ዓሰርተ መዓልቲ ምውዳእ ወይ ድማ ሰሙናዊ ስዊሚንግ ወይ ድማ ምሕንባስ ክሕንብስ እዚ እንታይ እዩ ሰሙናዊ ዊክሊ ኢልና በዚ ንጽሕፎ ማለት እዩ ሕጂ ካብ ዕለት ሓደ ክሳብ ዕለት ሸውዓተ ዘሎ ከኣ እንታይ በዚ ንጽሕፎ ሎሚ እንታይ ይገብር ከም ዘለኹ ሎሚ እንታ ከገብር እየ ዕለት ሓደስ እንታ ከገብር እየ ሎሚ ምናልባት ቪድዮ ይህልወኒ ኦንላይን ክላስ ይህልወኒ ወይ ድማ ጂም ክኸይድ እየ ወይ ድማ ኦንላይን ኮርስስ ወይ ድማ ኦንላይን ናይ ኮለጅ ይህልወኒ በዚ ድማ እንታይ እዩ እቲ ኮለጅ ናትካ ትጽሕፎ ማለት እዩ ሕጂ ኩሉ ክትጽሕፎ ከለኻ ይርደእካ ጀስት ራይት ራይት ትገብራ ሕጂ ምናልባት ሎሚ ቪድዮ እንተወዲኤ ኣነ ራይት ኦንላይን ክላስ እንተወዲኤ ራይት ሕጂት እዚ ናትካ እንታይ እዩ ፕላን ናትካ ሰሙናዊ ክኸውን ዘለዎ እዩ እዚ ኸኣ መዓልታዊ ክኸውን ዘለዎ መዓልታዊ እንታይ ከም ትገብር ዘለኻ ንኽትፈልጥ ዝሕግዘካ እዩ እዚ እንታይ ዕለት ሓደ ዕለት ክልተ ዕለት ሰለስተ ኢልና ኩሉ በቲ ንኸዶ መንገዲ ክሳብ ካልኣይ ሰሙን ራብዓይ ሳልሳይ ሰሙን ራብዓይ ሰሙን ብኸምኡ ንኸይድ ማለት እዩ ከምዚ እንተ ጌርና of course ኢዚ በቲ ንሕና ንኸዶ ዘለና መንገዲ እንታይ ንኸይድ እንታ እንታይ ንገብር ከም ዘለና ስለ ንፈልጥ በቀሊል መንገዲ ብዙሕ ሓጋዚ ይሁለና ማለት እዩ። I hope you enjoy this video ነዘን ንኣሽቱ ነገራት ንኸይንገብር ሂወትናን ሂወት ካልኦት ሰባት ንልክም። ኩሉ ግዜ እንታይ እዩ step by step እንተኸይድካዮ እምበር just immediately ናብ ዓወት ደረጃ ወይ ድማ ናብ ዝለዓለ ደረጃ ክትበጽሕ never ever ኣይከኣልን እዩ። ኩሉ ግዜ እንታይ እዩ ብንእሽተይ ነገር ጀምራ step by step ከምኡ እንተጌርካ ድማ ናብቲ ዝለዓለ ደረጃ ክትበጽሕ ትኽእል። so ከምዚ እዚ ሎሚ ዘርኣኹኹም ነዘን ንኣሽቱ ነገራት step by step መዓልታዊ፣ ሰሙናዊ፣ ወርሓዊ ከምኡ እውን ዓመታዊ ናይ ግድን discipline ሃልዩና ክንገብሮ ክንግድን ኣለና Thank you so much በቲ ትህቡና ዘለኹም ሪኢቶታት ሓሳባት ምትባዕ ብልቢ ከየምስገናኩም ክንሓልፍ ኣይንደልናን ከም ወትሩ please subscribe like share እናገበርኩም ክትተባብዑና so ናይ ሎሚ ስላሎ በዚ ነይሩ ብኻልእ ክሳብ ንራኸብ ሰላም ንዓኹም።